ሄሎ ወዳእት ጓለይ ሄሎ ኣባ በረ ከመይ ውዒልካ?
ግርም እዛ ጓለይ
ምስ ምስሊ ተቋፂርና ይኸዳ ኣለኹ። በሊ ኩሉ ትዕልዮ ጥንቅቕ ኢልኪ ሓራይ ንበይና እያ ተረኽበኩ ዋላስ ምስ ሰብ ኮይና እያ እንዶ
ንበይና እያ ትኸውን እምበር ንምንታይ እሞ ሰብ ክትማላ እያ ኦ በልዛ ጓለይ ቅድሚ ዝኾነ ነገር ምዕላልኩም ኩሉ ትዛረቦ እትዕልኦ ሪከርድ ግበሪ ኢኺ
ስለምንታይ ደሓን ዝብለኪ ጥራይ ግበሪ እዚ ኣብ ልዕሊ ኣሌክ ጌርናዮ ዘለና ጠርጢሮምና ዶ ኣይጠርጠሩና ክንፈልጥ ኣለና እሱ ደኣ ኮይኑ እንድዩ ሕጂ ጠርጢሮም ፈሊጦም እንታይ ዝመፅእ ለውጢ ኣሎ ኣይትጋገይ እዛ ጓለይ ሕጊ ከም ዘሎ ባይ ዘንግዕ ሃረምቲ ምዃንና እንተተፈሊጡ እኮ ክወርደና ዝኽእል መዓት እኮ ብዙሕ እዩ እሞ ስለምንታይ ደኣ ቅድሚ ምህራምኩም ዘይሓሰብኩምሉ ኣንቲ ከምዚ ሓሰብናያ እንዲ ዘይከደልና ጥራይ ሕጂ ከምዛ ዝብለኪ ዘለኹ ግበሪ ከይተፈለጥኪ ኩሉ ሪከርድ ግበሪዮ

ኣንታ ፍናን ወደይ ገዛ ዘይትኣቱ ኮፍ ኢልና እኳ ምዕለልና
ኣነ ከማን ኣጋጣሚ በዚ እንዳሓለፍኩ ክሪኤኩም ኢለ መፅእ እምበረ ክኸይድ ባባ ኢለ ፅቡቅ ጌርካ ዝወደ
ራ ምስሊ የላ እንደ
ምስሊ ደኣ ናብ ኣሌክ ኢላ ኬዳ ከይተረኸብኩም ዲኹም ውዒልኩም ምስታ ዓርክኻ ኣይ ኣይተራኸብናን ክሓተኩም ዶ ባባ ሃይለ ወይራታ ግበሩለይ ደኣ እምበረይ ምስሊ ምስ ኣሌክ ፍቕሪ ምጅማራ ደስ ኣይበለኩም እንዲ ዋ እንታይ ዘረባ እዩ ዝኽእል ደስ ብለንን ፈረቓን እምበር ወሸለ ተፋቒሮ ባባ ሃይለ ምስሊ ምስ ኣረና ይርክብ ከም ዘለዋ ክትፈልጡ ዶ
እንታይ ማለትካ እታ ቆልዓ እንታኻ ክትብል ደሊኻ
ማለትሲ ኣዶናይን ምስልንሲ ኣፍ ንኣፍ ተዋሂቦም ክዕሉ ርእዮምዎኒ ምናልባት ባባ ሃይለ ዝፈልጥዎ ህልዎ ኾኑ ኢለ እየ መፅኦምዎኒ ፍናን ወደይ
እቲ ኣፍ ንኣፍን ተዋሂቦም ዝበልካዮ ምናልባት ክራኸቡ ይኽእሉ እዮም ኢልካ ስለ ዘይሓሰብካዮ ካብ ሕርቃን ሰበገሰ ከምኡ ኮይኑ ተሰሚዕካ እሞ እቲ ምርኻብ እቲ ምርኻብ ደኣ ኣልየ ካብ ዝህረማንን ጓለይኒ ሓንቲ ለይቲ ሰላም ኣቢልና ኣይንፈልጥን ኢና መን ይኾን ሃራሚኦ ክንብል ድቃስ ዝበሃል ስኢና ኣለና ምስ ኣዶናይ ምረኻባ ከዓ ነዚ ጉዳይ ከተጣልል እምበር ከምቲ ስኻ ድግምቶ ኣይኮነ ግን ከምኡ ንኣሌክ ኣይነበረቶ ዝጭበጥ ሒዛ ክትረኽቦ ኢላ ድሮ እኳ ንሃለትካ ናብ ኣሌክ ክትዘራረብ ኬዳ ግን ባባ ሃይለ ነዞም ሰባት ዘይምርካብ እኮ ሓይሽ ዋላ ሽሕ ግዜ ንሶም ሃረምቲ ይኹኑ ንሕና ኢና ክብሉ ይክእሉን እዮም ንሕና ብመገድና ቀስ ኢልና ክንከታተሎም እቲ ዝበለጸ ኣየ ፍናን ወደይ እስኹም ኢኹም ሃሪምኩሞ መዓስ ክትብሎም ኮይና የግዳ ሃራምን ዘይሃራምን በዘራርቦኦም ስለ ዝፍለጡ ክትግምግሞም ኢላ እያ ከይዳ
እሞ ኸዳ እንተ ደምዲሙ ሕጂ ትንትን ከይበልና ምስ ዓርክኻ ተላዘብ ዝወደይ